ናይ ሎማዓንቲ መፅሓፍ ምረኣይ ካብ ተፀበኽዎ ንላዕሊ እዩ ብዙሕ ሰብ እዩ ተረኺቡ ስለዚ ብዙሕ ሰብ ይቕበለኒ ብዙሕ ሰብ ነቲ ሓሳበይ ይማቐሎ ከም ዘሎ እየ ኣረጋጊፀ ከባቢ ሽሕን ሓደ ሚእትን ወንበር ኢና ኣቐሚጥና ነርና ስለዚ ንሱ መሊኡ ምርኣየይ እንደገና ከዓብዚ መፅኡ ምግዝኡ ኣጆኻ ኢሉ ስለ ዘተባበዐኒ

ያኦ ሕዚ ኣብ ተለቪጅን ትግራይ እንድየ ብዙሕ ግዜ ዝሰርሕ ነይረ እዚ ጎና ጎኒ ተለቪጅን ኣብኡ ዶክመንተርታት ይሰርሕ ነይረ ግን ጎና ጎኒ እዚ ኣብ ዝኾነ ኣብ ጣብያ ትኹን ክሳዕ ቆሸት ትኹን ካብ ወረዳ ትኹን ዝኾነ ነግ ጸገም ክርኢ ከለኹ እቲ ጸገም ናይቲ ህዝቢ ከም ናይ ባዕለይ ገይረ ንውሽጠይ ሒዘ ክቕስቅስ ክገልጽ ስለ ዝኸኣልኪ ይብል ውሽጠይ እቲ መድነቒ እውን ከምኡ እዩ ክኸውን ዝብል ሓሳብ ኣለኒ ስለዚ እቲ ዘልዕሎ ሓሳብ እቲ ናቱ ሓሳብ እውን ይኾነ ኣሎ ምስቲ ናቱ ሓሳብ እውን ይራኸበ ኣለኹ ካብ ዝብል መበገሲ እዩ ዝመስለኒ ኣነ ብጣዕሚ ሕጉስ እየ ክንድዚ ዝኣክል ኣዮኻ ዝብል ሰብ ደጋፊ ምርካበይ ብጣዕሚ እየ ከመስግን ዝደሊ ኩለኹም ኣብዚ ስለ ተረኸብኩም ኣዕርኽተይ ፈተውተይ እውን ካብ መጠን ንላዕሊ ከመስግን ይደሊ
ካሊእ ግጥምታትካ ካብ ናይ ካሊእ ዝፈልዮም ክልተ ስምዒት ኣብ ሓደ ግጥሚ ምንፅብራቕ ምኽኣል እዩ። ዘሕዝን እውን ካብኡ ዘስሕቕ እውን ኣጋጣምታት ብምፍጣር መልእኽቲ እውን ዘሕልፍ ግጥም ምኽሳብ እዩ። እዚኣቶም ከመይ ኢኻ ማዕቢልካዮም?
ሕዚ ግጥምታተይ ተሪኢኻዮም ንውሕ ይብሉ እዮም፣ ነዋሕቲ እዮም። ሕዚ ክነውሕ ከሎ ከይስልቹ፣ ከስሕቖ፣ ከብክዮ፣ ኣብዚ ክልቲኡ ኩነታት ንምፍጣር ብጣዕሚ ትጽገም ኢኻ። ኣብዚ ናይ በዓልቲ ገዛይ ታራ ውን ጽቡቕ እዩ። የንብበላ እየ ንዓ ንሳ መጀመርያ ምስ ኣንበብኩላ እያ ንሳ ሓሳብ ትህበኒ። ስለዚ ብጣዕሚ የልፍዕ እዩ ግን በቃ ሕጉስ ኮይነ ስለ ዝጽሕፎ ብዙሕ ዘሸግረኒ ነገር ኣይኮነን ንቐጻሊ ውን ግን ከምኦም ዝበሉ ክሕጽር ክምኩር እየ ግን ከምኦም ዝበሉ ግጥምታት ኣቕሪበ ናይቲ ህዝቢ ስምዒት ክገልጽ ክልቲ ህዝቢ ኮይነ ክገልጽ ግን ሕዚ ውን ሓይለይ ኣጠናኺረ እየ ዝኸ ዘለኹ ኣዮኻ ኢሉኒ እቲ ህዝቢ ሓደራ ሂቡኒ እዩ።
እቶም ግጥምታትካ እንታይ እዮም ዝገልፁ? ኣብዚ መፅሓፍ እዚ ዝተኻተቱ ግጥምታት መብዛሕትኦም ኣብ ምንታይ ዘትኩሩ እዮም? መብዛሕትኦም እቶም ግጥምታተይ ኣብ ምንታይ እዮም ዘትኩሩ? ምስ ሰናይ ምምሕዳር ዝተኣሳሰሩ ሽግራት፣ ዝረኣዩ ሽግራት ንኣኣቶም ይገልፅ። ግን ጠቕላላ ኣየፅልምቶምን። ጠቕላላ ኣየፀልምቶምን። ጽቡቕ ኣሎ ሕማቕ ኣሎ ኣብቲ ህዝቢ ውን ጽቡቕ ኣሎ ኣብቲ ኣመራርሓ ውን ክንደይ ጽቡቕ ኣሎ ኣብቲ ኣመራርሓ ውን ክንደይ ሕማቕ ኣሎ ስለዚ እቶም ዘጋጥሙ ክስተታት እንታይ እዮም ኢለ ናይቲ ህዝቢ ስምዒትን ናይቲ ህዝቢ ሽግርን ናይቲ ህዝቢ መረረትን ሒዘ እየ ስለዚ ምስ ሰናይ ምምሕዳር ምስ ምፍታሕ ሰናይ ጸገም ሰናይ ምምሕዳር እዮም መብዛሕትኦም ዝተኣሳሰሩ ምስ ታሪኽ ህዝቢ ትግራይ ውን ምስ ታሪኽ ህዝባዊ ወያነ ሓርነት ትግራይ ውን ይተኣሳሰሩ እዮም እቲ ታሪኽ ግን ነዚ ናይ ሕዚ ዝኒኤ ሽግር ንክወቅዕ ቀደም ከምዚ ደይነበርኩምን ንምንታይ ከምኡ ኢልና ዘይንቅጽል ዝብል በቲ ናይ ቀደም ታሪክ ይብገስ ኢየ ማለት ኢዩ።
ግጥምታት መወዳእታ መልእኽቲ ተምስግኖም ኣብዚ መጽሓፍ እዚ ዝተሳተፉ። ኣነ ንመን ገዲፈ ንመን ከቕርብ ግን ኩሉ ብሞያ ዝድግፉኒ እውን ብርክት ዝበሉ ሰብ ሞያ ኣለው ኣጆኻ ኢሎም ብግልቦቶምን ብገንዘቦምን ዝድግፉኒ ኣለው ስለዚ ንሓደ ገዲፈ ንሓደ ስታይ ክብል ብጣዕሚ ይጽገም ኢየ። ስለዚ ንኹሉ ኣብዚ ዝተረኸበ ንኹሉ መፍቀሪ ግጥምታተይ ብጣዕሚ እየ ከመስግን ዝደሊ የቐንየለይ ዝሃብኩምኒ ሓደራ ሓያል እዩ ንሱ ሒዘ ክግስግስ እየ እዚ ምናልባት ኣብ ናይ ግጥሚ ብርክት ዝበሉ ተመክሮታት ኣለካ ኣጋጣምታት እውን ተጓንፎታት እውን ኣሎ ብፍላይ ምስ ሽልማት ተኣሳሲሩ ሕዚ ሽልማት ኣተን ኣዴታት በቃ ብጣዕሚ ዝገርም ዓሰርተ ቅርሺ ተሃልያተን ካብ ቅናተን በቲኸን እየን እታ ዓሰርተ ቅርሺ ዝሽልማን ካብ ቅናተን ኣውፂእን እታ ዓሰርተ ሓደ ሓደ ግዜ ግን ንፋስን ኣሬትን የሸግሩን እዮም።